ንሰብኣይኪ ብኸመይ ሕጉስ ትገብርዮ? ንሰብኣይኪ ብኸመይ ክትሕጉስዮ ትኽእሊ ወይ እውን ሰላም ዝሰፈኖ ናይ ዘለኣለም ህይወት ክትሕልፊ ምስ እትደሊ ዘድልዩ ምኽርታት ብዓቕምና ወስ ክነብል በዓል ቤትኪ ኣባኺ ክብረት ክህልዎ ንዓኺ ምርካቡ ሓበን ክስምዖ ሕጉስን ዕጉብን ክኸውን ብኸመይ ትገብርዮ? ደቂ ተባዕትዮ ጸታዊ ዕግበት ክደልዩ ተፈጥራዊ እኮ እንተኾነ ንሱ ጥራይ ግን ኣኻሊ ኣይኮነን። ምኽንያቱ ደቂ ሰባት ብተፈጥሮና ብስጋን መንፈስን ዝቖምና ኢና። ስለዚ ስጋና ብማይን መግብን ከምኡውን ብጸታዊ ርክብ ክዓግብ እንከሎ መንፈስና ድማ ቅሳነት የድልዮ። ነፍሲ ወከፍ ሓዳር ነናቱ ታሪኽ ወይውን ዛንታ ክህልዎ ይኽእል እዩ። ንሕጂ ግን ፍቱዋት ተኸታተልቲ ቻነልና እቶም ኣገደስቲ ዝበልናዮም መንገድታት ንሰባኣይኪ ክተሕጉስዮን ከተደስትዮን ትኽእሉሉ ሜላታት ሒዝናልኪ ወይ ውን ሒዝናልክን ቀሪብና ኣለና። ቅድሚኡ ግን ንስራሕና ኣዝዩ ሓጋዚ ስለዝኾነ ላይክ ኤንድ ሳብስክራይብ ኣይንረስዕ። ሓደ ኣብ ህይወትኪ እኹል ሓጎስ ይሃልወኪ። ሰብኣይኪ ሕጉስን ኣፍቃሪ ሓዳሩን ክኾነልኪ እንተ ደኣ ደሊኺ፣ ህድእትን ፍስህትን ፍሽኽታ ዘይፍለያ ምቕልልቲ ኩኒ። እዚ ክንብል ከለና ብሓጎስን ቅንዕናን ዝመልአት ልቢ ክትህልወኪ ኣለዋ። ምኽንያቱ ንስኺ ኩሉ ግዜ ብዝጠቅምን ዘይጠቅምን ትሓርቂ፣ ጭቕጫቃ ኣስተውዒልኪ ዘይትምልሲ ምስ እትኾኒ ሰብኣይኪ ብኣኺ ሕጉስ ክኸውን ኣይክእልን እዩ። ናይዚ ክንብሎ ዝጸናሕና ኣብ ላዕሊ በንጻሩ ግን ንስኺ ኣወንታዊ እትሓስብ፣ ተጻዋሪት፣ ተጫራቒት፣ ሕጉስቲ፣ ፍሽኽታ እተቕድም ጓል ኣንስተይቲ ኢኺ ክትኮኒ ዘለኪ። ንሰብኣይኪ ካብ ዘሕርቑዎን ዘጉህይዎን ነገራት ተኣለዪ። ከም ቅሬታ፣ መረረ፣ ሕርቃን ዝኣመሰሉ ነገራት ኣይተስተብህሉሎም። በንጻሩ እኮ ደኣ ንልብኺ ተስፋ፣ ምስጋና፣ ቅንዕና፣ ፍቕሪ ኢኺ ክትመልእያ ዘለኪ። ክልተ፣ ንሰብኣይኪ ከም መራሒ ሓዳርኩም ረኣይዮ። ንሰብኣይኪ ስቴርሶ ሂብኪ ኣውቲስታ ናይ ሓዳርኩም ክኸውን ሙሉእ ሓላፍነት ሃብዮ። እዚ ነገር እዚ ንሰብኣይኪ ዓቢ ናይ ልዕልና ስምዒት እዩ ዝፈጥረሉ። እዚ ማለት ንስኺ ኣብ ልዕሊ ሰብኣይኪ ዘለኪ ከቢድ እምነት ዘርኢ ዓቢ ሓበሬታ እዩ። ሰብኣይኪ ከኣ ተሰካሚ እቲ ዝዓበየ ሓላፍነት ናይ ሓዳርኩም ምዃኑ ክስወጦ እዩ። ዋላ እኳ ሰብኣይክን ሓዳርኩም ዝቕልስን ዝቕይስን እንተኾነ ፈጣሪ ወትሩ ኣብ ማእኸልኩም እዩ። እቱ ቁኑዕ መንገዲ እዚ እኳ እንተኾነ ሰብኣይኪ ንጥፍኣት ወይ እውን ንዕንወት ሓዳርኩም እንዳኸደ ሱቕ ኢልኪ ተዓዘቢ ማለት ኣይኮነን። ሰለስተ፣ ጨቕጫቃ ኣይትኹኒ። ናትኪ መዓልታዊ ዘረባን ቈይቅን ንሰብኣይኪ ካብ ጌጋታቱ ክእርሞ ወይ ድማ ንሓዳርኩም ርግኣት ከምጽኣሉ ይኽእል እዩ ኢልኪ እንተ ኣሚንኪ ትጋገዪ ኣለኺ። ሰብኣይ ብተፈጥሮኡ ቈይቁን ምጭቕጫቕን እተዘውትር ሰበይቲ ኣይፈቱን እዩ። ስለዚ ሰብኣይኪ ከምቲ ንስኺ እትደልይዮ ዓይነት ሰብ ክኾነልኪ ወይ እውን ክልወጠልኪ ምስ እትደልዪ ግን መዓልታዊ ዘረባን ቆይቅን ምቑጣብ በቲ ንስኺ እትደልዮ መንገዲ ክኸይድ ዘይምግዳድ ምክንያቱ እቲ መዓልታዊ ዘረባን ቆይቅን ኣመና እዩ ጭንቀት ዝፈጥረሉ ኣባኺ ዘለዎ ኣረኣያ እውን ተስፋ እዩ ዘቑርጾ እንተ ደኣ ሰብኣይኪ ክቕየር ደሊኽዮ ግን ኣብ ክንዲ መረረ ብጥዑም ቃላት እንዳገበርኪ እሞ ኣራሳርስዮ ንዓኺ ክሕጉስ ክብል ከም ዝቕየር ኣይትጠራጠሪ። ኣርባዕተ ንሰብኣይኪ ኣኽብርዮ። ንበዓል ቤትኪ ከም ሰብኣይክን ኣቦ ደቅኽን መጠን ኣኽብርዮን ተኸናኸንዮ። ብፍላይ ኣብ ቅድሚ ቤተሰብክን ቤተሰቡን፣ ኣዕሩኽቱን መሓዙትክን፣ ከምኡ'ውን ኣብ ቅድሚ ደቅኹም ንዘረብኡ ክትሰምዒ ንሓሳባቱ ድማ ክትርድእሉ ይግባእ። ስሩዕን ቀጻልነትን ሓዳር ንኽህሉ ነንሕድሕድካ ምክብባር ኣዝዩ ኣገዳሲ እዩ። ስለዚ ንኽብረት ሰብኣይኪ ምሕላው ክትቃለሲ ኣለኪ። ብኣኺ ይኹን ዋላ ብኻልእ ንኽብረት ሰብኣይኪ ዝትንክፍ ነገራት ዕሽሽ ኢልኪ ኣይትሕለፊ። ሓሙሽተ፣ ምእዝዝትን እምንትን ኩኒ። ንሰብኣይኪ ኣብዚ ዓለም ምስኡ ናብራ ጌርኪ ትጓዓዚ ምህላውኪ እቲ ኣብ ህይወትኪ ናይ መወዳእታ ዘሐጉሰኪ ነገር ምዃኑ ብርእሰ ተኣማንነት ግለጽሉ። ኩሉ እትገብርዮ ምንቅስቃስ ብፍላጡ ክኸውን ከም ዘለዎ ግበሪ ምኽንያቱ ብዘይ ፍላጥ ሰብኣይኪ እትገብርዮ ምንቅስቃስ ከም ምሽካዕን ዝሮትን ኮይኑ ክርድኦ ስለ ዝኽእል ኣብ ሓዳርኩም ንፋስ ናይ ፍትሕ ከየንጸላሉ ምጥንቃቕ ከድልየኪ እዩ ከምቲ ንኹሉ ሰብ ዘጋጥሞ ኣብ ሓዳርኩም ከቢድ ይኹን ፈኲስ ሽግራት ምስ ዘጋጥመኩም ወለቕ ዘለቕ ከይበልኪ ኣብ ጎኒ ሰብኣይኪ ደው ኢልኪ ክትጸንዒ ኣለኪ። ንሰብኣይኪ ትሐቲ ወይ ምስኪን ኩኒ። ሰብኣይኪ እንተ ጌጋታት ፈጺሙ ወይ ድማ ድሌታትኪ እንተ ዘየማሊኡ ቀልጢፍኪ ኣይትሕረቒ። እምበሺ ደኣ ንሕርቃንክን ቁጥዓኽን ኣብ ውሽጥኺ ቀቢርኪ በቲ ናይ ተፈጥሮ ጸጋኺ ጌርኪ ብምውሳእ ኣብ መስመሩ ክትመልስዮ ጻዕሪ። ደቂ ኣንስትዮ ብባህርኽን ንወዲ ናይ ምቕሻሽ ክእለት ተዋሂብክን እዩ እሞ ካብዚ ተበጊስኪ ንሰብኣይኪ ዓቕሊ፣ ፍቕሪ፣ ሓልዮት እንዳመገብኪ ናይ ዘልኣለም ህይወቱ ሕጉስ ከም ዝኸውን ግበሪ። ሸውዓተ፣ ንሰብኣይኪ ይቕረ ግበርሉ። ሰብኣይኪ ሕማቕ በደል በዲሉ ልብኺ እንተ ደኣ ሰይርኪ፣ ንዝገበሮ በደል ተኣሚኑ ይቕረ ምስ ዝሓተኪ ሕድገት ግበርሉ። ምኽንያቱ እቲ ቅዱስ ነገር እቕረ ምብህሃል ወይ እውን ቂምታ ምግዳፍ ምዃኑ ናይ ፈጣሪና ጽሑፋት ይሕብሩና እዮም። ስለዚ እምበኣር ንሰብኣይኪ ሕድገት ምግባርኪ ንዕኡ ጥራይ ዕግበት ዝፈጠረሉ ኣይምሰልኪ። ንስኺ'ውን ነታ ብውሽጣዊ እህህታ ትደሚ ዝነበረት ጻዕዳ ልብኺ ሓራ ከም ዘውጸእክያ ክትርድኢ ኣለኪ። ብድሕሪ'ዚ እቲ ጌጋታት ሰብኣይኪ ክደግሞ ኣይክእልን እዩ እሞ፣ ንስኺ ከኣ ዝሓለፈ ኩሉ ረሲዕኪ ኣብ ናብራኹም ስኒት ዝመልኦ ፍቕሪ መስርት። ሸሞንተ፣ ምክሕቲ ወይ ህልኸኛ ኣይትኹኒ። ሰብኣይኪ ፍጡር ወዲ ሰብ ክሳብ ዝኾነ ክጋገ ባህርያዊ እዩ። ኣብ ዝጋገየሉ እዋን ኮሪኺ ኣይትኽተትዮ። ምኽንያቱ ንሱ እውን ዓጸፌታኺ ክስጉደመልኪ ይኽእል እዩ። ኣብ ከምዚ ኩነታት ባዕሉ በዲሉ ክነሱ ንዓይ ክስጉደመለይ ኢልኪ ኣብ ትምክሕትን ምትህልላኽን ኣይትእተዊ። ምኽንያቱ ትምክሕቲ ሓደ ካብቶም ነብሶም ዝኸኣሉ ዓበይቲ ገበናት ናይ ፍቕሪ ምዃኑ ኣይትዘንግዒ። እዚ ቀሊል ዝመስል ናይ ምትፍናን ግጭት ኣብ መንጎኽን መንጎ ሰብኣይክን ዘሎ ፍቕራዊ ስጥመት ብዘይ ወዓል ሕደር ሃንደበት ናይ ጽልኢ መስለኹ ሃጓፍ ፈጢሩ ኣብ ዘይተደለየ ፍትሕ ከብጽሓኩም ስለ ዝኽእል ብዝተኻእለኪ መጠን ነቲ ኣብ ውሽጥኺ ዘሎ ሽግርን ቂምታን ብዘይሕብእብእ ክትዛረብዮ ጥራይ እዩ ዘለኪ። ሽዑኡ ናይ ሰብኣይኪ ሓጎስ ኣብ ገጹ ከተንብብዮ ኢኺ። ትሽዓተ ሓላፍነታዊት ኣደ ኹኒ። ናይ ሓዳርኪ ግቡእ ነገራት ዘበለ ኩሉ ኣማልኢ። ንሰብኣይኪ ፍቕሪ ብምልጋስ ኣካልኪ ምርኽቲ ናይ ኣካሉ ምዃና ግለጽሉ። ልዕሊ እቲ ካባኺ ዝደልዮን ዝሃርፎን ኣካላዊ ጾታ መንፈሳዊ ዕግበት ኣርእይዮ። ከም ፍቕሪ፣ እምነት፣ ክብረት፣ ትሕትና ዝኣመሰሉ ብዘይብቂ ለግስሉ። ብተፈጥሮኽን ደቀንስትዮ ኣብ ደቅኽን ሓላፍነታውያን ክትኮና ይግባእ። ምኽንያቱ ኣደ ምዃን ቀሊል ስራሕ ኣይኮነን። እቲ ዝኸበደ ስራሕ ከም ምዃኑ እዩ እውን ዝፍለጥ። ኣዴታት ኣብ ምዕባይ ደቀን ብዙሕ ግዜን መስዋእትን እየን ዝኸፍላ። እንተደኣ ንሰብኣይኪ ክተሕጉሲ ደሊኺ፣ ደቁ ብሓንቲ ክምህ ዘይትብል ሓላፍነታዊት ኣደ ይዓብዩ ከም ዘለዉ ከተርእይዮ ይግባእ። እምበኣርከስ ክቡራት ተኸታተልቲ ዘራይቲ ሜዳ ስለቲ ጽን ኢልኩም ዝሰማዕኩምኒ እንዳመስገንኩ ከነቕርቦ ዘለና ዛዕባታት ኣብ ኮመንቲ ክትገድፉልና እንዳሓበርኩ ሰላም ዝመልኦ ሂወት ይምነየልኩም። ምሳኹም ዝጸናሕኩ ሜሮን ፍስሃየ ካብ ከተማ ካምፓላ።